ብሕጋዊ መንገድስ ንሕና ክንቋጻጸሮ ንኽእል ኢና እዩ ዝብል ዘሎ። ሕጂ ሕጋዊ መንገዲ እንታይ እዩ ዝብል ዘሎ? ነቲ ትካል እንድሕር ብግቡእ እንድሕር ዘይተሰርሓሉ ገለ እንድሕር ኣላሲ ብዓይኒ ክሲ ገለ ጌርካ ንህዝቢ ዝኾነ ዓይነት ነገር ንጹርነት እቲ ዘላቶ መድረኽ እንድሕር ተዘይሂባሲ ብህዝቢ ጠለባት ገለ ተኻይዱ ንሳ እውን ንፁርነት ክትህብ ክትክል ኣለዋ መፅያ እቲ ናታ መቃልዕ ከተስምዕ ክትክል ኣለዋ ኣይኮነን ግን ብዓይኒ ሕግስ ክንሕዛ ኢና ንኽእል ገለ እዩ ዝብል ዘሎ ሕጂ እንታይ እዚ ሓደ እቲ ፖለቲካ ናቶም ኣካይዳ እንታይ እዩ ገለ መስለካ ብድሕሪት ንዕኦም ዝደፍኡዎም ሰባት ኣለዉ እንድዩ። ሓንቲ እታ ካቶሊቲካዊት ቤተክርስቲያን ብድሕሪት ንዕኦም ከም ዝደፍኡዎም ጽቡቅ ጌርና ንፈልጥ ኢና ማለት እዩ። ኮይኑ ግን እንታይ እየ ክብለካ ዝደሊ ሓወቦይ ኣብ ልዕሊ ኤልሳ ጭሮምሲ ንሳ ሕጋዊት ኣብዛ ዓዲ ላይሰንስ ኣለዋ ትስራሓ ገለ ማለት እዩ። ዋላ ሓንቲስ ክበጽሕዎ ዝኽእሉ ጉዳይ ገለ የብሎምን። ሓደ ናይ ቲቲኣይ መምህር ገለ ዝነበረሲ ከመይ ገይሩ እዩ ተረዲእካሉ ድዩ እቲ ኤልሳ ጭሩም ብዓይኒ ትካል ገይራ ትሰርሓሉ ገለ ዘላስ በየናይ ኢመይል ገለ ገይሩ እዩ ከተረዲእካሉ ምስ ሰበ ስልጣን ክራኸብ ገለ ዝኽእል እንታይ ትምህርቲ ኣለዎ እንታይ ብቕዓት ኣለዎ እቲ ኤልሳ ጭሩም ሒዛቶ ገለ ዘላ እኮ ትምህርቲ የድልየካ ብቕዓት የድልየካ እኹል ዝኾነ ኣፍልጦ ገለ ክህልወካ ክእል ኣለዎ። ዓንቀጻት ናይዚ ሕጊ ምዕራባዊ ዓለም ተረዲእካሎ ድዩ ብግቡእ ክትፈልጦ ክትክእል ኣለካ። ውፊይ ሲ ዕስራን ኣርባዕተን ሰዓት ተረዲእካሎ ሻዓብያ ክብል ገለ ዝውዕል ሲ ዓንቀጻት ናይ። ሓቶ ምስታ ናይ መራሕቲ ትግራይ ዘይተራኽብዋ ዘይተሳኣና ኢሎም ዶ ይኾኑ ካልእ ይህልዋ ዶ ይኾኑ ካልእ ንሳ እያ። እሳ ውን ክትከውን ገለ ትክእል እያ እታ ሽርሒ ውን እሳ ውን ክትከውን ገለ ትክእል እያ እሳ ውን ኣብ ግምት የእቲናያ ኣለና። እቶም ደቂ ዓድዋ ሲ ንሳ ኣሊና ምሳኹም ኪዱ ከላኸላ ስርኹም ፈቲሕኩሞ ሞዴስ ዘይሃለዎ መዓኮር ክትግበሩ ጸኒሕኩም ትኾኑ ኢሎም ፈሪሖ እቶም መራሕቲ ትግራይ ኣይቀረብዎም ዋላ እቶም ጀነራላት ሕጂ እዎ ሕጂ ኣብ ኣነ ንስያት ኤርትራ ዘለኹም እሚኪ ክንዛረብ ኮለና ሕጂ እንታይ ክኸውን ኣለዎ እቲ ህዝቢ ክኣምኖ ዘለዎ መሲልካ ሓቂ ነቲ ህዝቢ ምንጋር ጽቡቕ እዩ ከምዚ ብኣሞ ሕጂ ንገብሮ ዝነበርና ንዓዲ ዃላ ክለብ ንኸፍርሱ እዮም ከምዚኣ ዝገብሩ ዘለዉ ኢልና ቀልጢፍና ክስታይ ዝገበርናዮ እታ ቀንዲ ክሲ ናይዞም ዝኸዱ ዘለዉ ከኣ ንስቶም መራሕቲ ደቂ ትግራይ ኣይተሳኣሉን ስለዚ ተሳእሉ ደቂ ሰረየ ኣብኡ ከኣ መይ ገጽ ኣርእዮም እዮም ትሕታዊ ገጽ ገይሮምሲ ምስዚ ንኢትዮጵያ ዝኸይድ ዘሎ ሓይስ ኣይንስጉምን ኢና ንህዝብና ምስኡ ኮይና ኣይንወቅዕን ኢና ዝበልዎ ነገር ብውሽጢ ተሳእሎም ምስቲኦም ምስቶም ናይ መራሕቲ ትግራይ ዝተረኸቡ ከኣ እቶም ሓያላት ደቂ ሰራየ ሕጂ ተራኸቡን ናዮ ተበሉን ንሱ ይኸውን ኢሉ ጥርጥራ ሕጂ ናብ ኤልሳ ጭሮም ዝመጹ ዘለዉ እወ ሕጂ እሳ እታ ቀንዲ ዝፈሸለቶም እንድያ ብድሕሪቲ እሳ እውን ከነጻሪያ ኢና ዋላ ሓንቲ ጸገም ዘሎ ነገር ኣይኮነን ኮይኑ ግን እንታይ ክብል ገለ ዝደሊ እዚ በዓል ጌታቸው ረዳ ድዮም ዋላ በዓል ደብረፅዮን እዮም ገደምታት ገለሲ ኣብቲ ፖለቲካ ናቶምስ ምቕራብ ከሊኦሞም እዮም ዋላ ጌታቸው ረዳ እንድሕር ሰሚዕኻዮ እዚኦም ዋላ ሓንቲ ዋላ ሓንቲ ትርጉም የብሎምን ዋላ ሓንቲ ኣብ ናትና ፖለቲካስ ክንእትዎም ኣይንደለና ዋላ ሓንቲ ምስኦም ከዓ ውዕል ዝፈረምናዮ ጉዳይ ገለ የለን ናቶም ፖለቲካውን ንዓና ፍሹል እዩ ገለ ኢሎምስ ኣዋሪዶሞም እዮም ገለ ማለት ሕጂ እቲ ዓቕሊ ፅበት እዩ እቲ ዓቕሊ ፅበት እዩ ከምኡ ዝገብሮም ገለ ዘሎ ክብለካ ኤልሳ ግን እንታይ እየ ክብለካ ደልየ ገለ መስለካ ሓወቦይ ኣብ ልዕሊ ኤልሳ ጭሩምሲ ቅንጣብ ቅንጣብ ገለ ተኾኑስ ዝኾነ ዓይነት ነገር ክገብሮ ገለ ዝኽእሉ ሓይሊ ገለ የለን ተረዲእካ ምናልባት ቁሩብ ጠርጣሪ ከተሕድር ገለ ትኽእል ኣብዛ ኣሜሪካ ኣብዛ ዓዲ እንግሊዝ ገለ መለታት ገለ ቁሩብ ናይታ ካቶሊካዊት ቤተክርስትያን ምሁራት ኣለዉ ጥርኑፋት ካብ ሸውዓተ ካብ ሸሞንተ ገለ ዘይበዝዑ ግን

እያ እያ እወ ደሓን ንሶም ደሓን ዝፈልጦም እየ ቀፅል ኣብታ ኣብታ ኣብታ ናይ ካናዳ ኖ ንሶም ከይዝገረ ደሓን ከሎ ዝፈልጦም ኢና ቀፅል ጥራሕ ትምህርቲ ይብሎም ገለ ይብሎም እወ ዘሳሉ ዘሳለምዎ ገለ ዝነበሩ እንድሕር ኣስተውዒልካሎም እወ እስ- እስ- እሶም እዮም ብድሕሪት ተረዲእካሎ ነቲ ፖለቲካ ክሓላልኹ ዝፍትኑ ገለ ዘለዉ ሕጂ እንታይ እየ ክብለካ ደልየ ዝበፅሑ ጉዳይ ከዓ ይብሎም ዋላ ሓንቲ ዓቕምን ብቕዓትን ናይ ትምህርትስ ዋላ ሓንቲ የብሎም ኣነ ናይ ብሓቂ ብለካ ኣለኹ ሓውበይ እዚ ናይ ኤሊት ናይ ኣኮሎጉዛይ ፖለቲካ ባይታ እዩ ዘቢጡ ናብቲኣ ተበሉ ናብቲኣ ተበሉ ናብቲኣ ተበሉ መሬት ናይ ብሓቂ ሉካ ልኾኸብ ከም ከምዚ ኣብ ናቶም ዕንቁ እንዲያ ልክዕ እንዳ በዓል ሰኔራ ለም ጎምቦ ትበሃል እንዳ በዓል ሰላምሲ ጋ ኣብርሃም ዝበሃል ጓሳ ነይሩ ምሳና ይውዕል ገዲፍና ከይደ ኣለኹ ኢሉ እዩ ዝኸይድ ብእዋኑ ኣጣል ንኣተዋ እየን ዝኣትዋ ነይረን ሓንዳ በዓል ሰ ታላም ድሕር ደኣ መሲላ ብገደል እያ ትጸድብ ነይራ ከም ምላ ትጸድብ ታላም ደምበርበርበርበር ልክዕ ከምኣዮም እኳ ኮይኖም እወ ሕጂ መሬትሲ ከም ኣፍ ዑንቂ'ያ ጸቢባቶም። ብላዕሊ ተበልካ ብታሕቲ ግለ ተበልካ ዋላ ሓንቲ ዋላ ሓንቲ ከሳልጥዋ ግለ ዝኽእሉ ፖለቲካ ግለ የላን ሕጂ። ኣይትርእዮም ዲኻ ደለኻ ወዲ ሰራየ ገዲፎም ግለ ምስ ከደት ወዲ ሓማሴን በቃ ጸግዑ ግለ ምስ ሓዘ ነንሕዶም ሓመድ ክጋበሩ ይውዕሉ ኣለዉ። ካብዚ የድሕንካ።
ዋእ።
እዛ ናይ ዕርቂ ናይ ዕርቂ ገለ ኢሉ ጆሲ ተዛሪብዋ ገለ ዘሎ ከኣ ጆሲ ኣፍካ ሕዝ ገለ በልዎ ኣፍካ ሕዝ በልዎ ንሕና እብለካ ኣለኹ ኣፌ ብምልኡ ተረዲእካ ኣሎ እዚ ቃልሲ ዳግማይ ግምት ገለ ተገይርሉ ይቕረታ ሓቲቶም ንወዲ ሰራየ እቲ ገንዘብ ወሲዶሞ ገለ ዘለዉ ኣጣፋፊኦሞ ገለ ዘለዉ ናብ ኢድ ሰራየ ገለ ከይተመለሰ ዝኮነ ሰረወታይ ምሰኦም ተዓሪቁስ ቃልሲ ንከይቅጽል ኢና ንሕና ክንሰርሕ። እንታይ ንገሮም እቶም ምስኦም ዝቀርቡ ዘለዉ ግልጽነት ህዝቢ እቶም ጽግዕ ጽግዕ ዝብልዎም ዘለዉ ብዘይካ እቶም ናይ ሰልያ እዝኖም እዝኖም ተተቆርጾ ዶ ይሓሽ እዞም ጽግዕ ጽግዕ ዝብሉ ዘለዉ ናብ ሰልያ ኣሕዋት ኢና ገለመለ ዝብሉ ዘለዉ ደቂ ሰልያ እዝኖም ተተቆርጹ ዶ ይሓሽ ዋላ እንታይ ተትገብሩ ይሓይሽ? ሎማዓንቲ ሕጂ ምስኦም እንድየ ክዘራረብ ገለ ምስ ሴብትናይ በረኸት ገለ ምሳት ገለ ኣቲና ገለ ኔርና ኣርባዕተ ሚእቲ ሰብ ገለ ተኣኪቡ ኣብ ሓደ ገዛ ኣትዩ ኣሎ ሕጂ እንታይ ክብለካ ገለ ኢለ እዞም ኣብ ሰራየ ገለ ዘለዉ ባንዳታት ናይ ብሓቂ እብለካ ኣለኹ ነዚ ልዕሊ ሰለስተ ሚእቲ ሽሕ ኣርባዕተ ሚእቲ ሽሕ ዘሎ ሰራየ ኣብ ዲያስፖራ ዝቃለስ ገለ ዘሎ ካብ ሸውዓተ ገለ ዶ ይበዝሑ ካብ ሸሞንተ ገለ ዶ ይበዝሑ ነቲ ናይ ሰረወታይ ቃልስስ ዋላ ሓንቲ ተረዲእካ ኣሎ ክንቕንቕዎ ገለ ኣይክእሉን እዮም ኣፎም እዮም ዘማራስሑ ግለ ዘለዉ ፈቲና እኳ ኣይኮናን ተረዲእካላ ዓዲ ኣቦና ንብል ግለ ዘለና ሓወቦይ ጽባሕ ንግሆ ኣነ ንዓደይ ክምለስ ገለ እንድሕር ኮይነ ሓደ ጽፉፍ ዝኾነ ፖለቲካዊ ከይዲ ሒዘ ኣነ ክምለስ ገለ ዝደሊ ባንዳ ኮይነ ተረዲእካሎ ናብ መሬት ዓደይ ኣነ ክምለስ ኣይደልየ እዚ ዓይለትነት ተረዲእካሎ ናይ ውፍይ ድዩ ዓይለትነት ናይ በዓል ሰልጠነ ድዩ ኣብ ልዕሊ ሰራየ ገለ ዝገብርዎ ኣብ ልዕሊ ደቂ ሓማስየን ገለ ዝገብርዎ እዚ ከኣ ማንም ሰብ ገለ ይፈልጥ እዩ ማለት እዩ። ምሰኦም ተጸጊዖም ካብ ሸውዓተ ካብ ሸምንተ ዘይበዝሑ ደቂ ሰራየ ዝገብርዋ ገለ ዘለዉ ግን እብለካ ኣለኹ ሓወቦይ። ሓሓንቲ እዝኖም መለለይት ተረዲእካ ኣሎ ድዩ? መለለይት ሓሓንቲ እዝኖም እታ ክትጽረው ናይ ኣለዎም። ገይ ጸጋመይቲ ድያ ብ ኣብኣ ክቁረጽ ኣለዎ በታ ናይ ገይ ምልክት ዘለዋ ኣብ ጸጋመይ እቶም ናይ ገይ ሓቀይ

መለለዩ ማለት እዩ ሕጂ እዚኦም ባንዳታት እዮም ሕጂ እታ ሕመረት ክነግረካ ሓወበይ እዞም ካብ ሸውዓተ ካብ ሸሞንተ ገለ ዶ ይበዝሑ ነዚ ናይ ዕለት ዕስራ ወይ ነዚ ተቓላሳይ ወዲ ሰራየ ኣርባዕተ ዓም ሰለስተ ዓመት ኣነ ንስኻን ጎስጒስና ናብ ሓደ ንኸመጽእ ዘጉራሕናዮ ወይ ዘሰልጠናዮ ንኽብትኑ ዕስራን ኣርባዕተን ሰዓት ከይደቀሱ ዝሓድሩ ገለ ዘለዉ ሰባት ምስጢሮም ኩሉ በጺሕና ኢና ሓደ

ስጋ ሃይለ ልክዕ ዳስ እንደ ቦቅሸርያም መትከዲ ዳስ ዳቅያ ፍልይ ዝበለ መትከዲ ዳስ ዓንዲ ናይ ዳስ ንጥቀመሉ ዝገርም እዩ እኳ ናይዞም ክልተ ሙለር መሸኒት ኣነ ዝረኣኹዎስ ተባዕ ድሕሪ ደጊመ እኳ ኢለ

ዓወቦይ ግዳ ጽናሕ ጽናሕ ከኣ ጽናሕ ዓወቦይ ጽናሕ ጽናሕ ዓወቦይ ሕጂ ሕጂ እንታይ እየ ዝብለካ ዘለኹ መሲል እካ ዓወቦይ እዘን ሸውዓተ ሸሞንተ ካብ ሸውዓተ ካብ ሸሞንተ ገለ ደይበዝሓ ደቂ ሰራየ ምስ በዓል ሰልጠነ ምስ በዓል ውፉይ ኮይነን ዝሃርማና ገለ ዘለዋ ኩሉ ምስጢረን በጽሒና ኢና ገሊኤን ንብረተን ገለ ተታሓዘ እዩ ገሊኤን ከኣ ክልተ ወለድ ሰለስተ ወለድ ተረዲእካ ኣሎ ድዩ ኣንስቲ ገለ ዝተዋሃባ እየን ክነግረካ ማለት እዩ ሕጂ እንድሕር ብጓል ተነሰይቲ ንብረትካ ተታሒዙ ንዓደቦኻ ጽባሕ ንግሆ ካብ ስደት ተመሊስካ ሕፍረት ተጎልቢብካ ትኸደሉ መንገዲ ሲ እንታይ ዓይነት ፖለቲካ እየን ክሰርሓ ገለ ዘለዋ ሓደ እዚ መንእሰይ ሰብኣይ ክሰምዓክን ገለ ኣይክእልን እዩ በቃ ንዓኹምስ በቃ ጸማም እዝኒ ሂቡኩም ክኸይድ ከም ዘለዎ ኢና ንሕና ጌርናዮ ከምኡ ጌርና ኢና ሃኒጽናዮ ዝኾነ ሰብ ክፈልጥ ግለ ዘለዎ ስለዚ እዞም ሓደ ክልተ በቃ ደቂ ስረ ገለ ኮንኩም ነዚ ናይ ዕለት ዕስራ በቃ ክትሃርሙ ከተውድቑ ፋሕፋሕ ገለ ከተብሉ ክንደይ እንዲክን ፈቲንክን ክንደይ ፖለቲካ ክትሰርሓ ገለ ፈቲንክን ትበጽሕኦ ጉዳይ ገለ ይብልክን በቲ እቶም ደቂ ኣኩለጉዛይ ደቂ ሰራየ ምሳና ኣርባዕተ ሰለስተ እዮም ገለ ዘለዉ ንሕና እዪ ቃልሲ ናትና ገለ ብሉክን ብኡ ትጽፋዓ በዙይ ከኣ ንሕና ንጸፍዓክን በቃ ከምዚ ጃልባ ኣብ ባሕሪ ኮምፓሳተ ገለ ዘጥፈእት ኮምፓስክን ጠፊእክን ኣሎ ገና ከኣ ኮምፓስክን ከነጥፋክን እና ትበጽሕኦ ጉዳይ ገለ የብልክንን ነዚ መንእሰይ ሰራየ ድሕሪ ሕጂ ቃልሱ ከተተዓናቅፋ ገለ ምስ ትፍትና ኣብ ዘዘለክንኦ ቦታስ ሓሓደ እዝንክን እታ ናይ ጸጋም ክትጭረማ ኢክን እዚ መለለይ እዩ ኣብ ሰራየ እዚኦም የሸጉሩና ኔሮም ኣብ ስደት በቃ ባንዳታት ኮይኖም ንሰራየ ይሃርሙ ገለ ኔሮም ገለ ኢልናስ ሓሓደ ጽኒሕና ክንጨርመክና ምናልባት ተተመሊስክን ንዓድኽን ማለት እዩ በዚ ትገብርኦ ገለ ዘለኽን ግን ኣይትምለሳን ኢኽን ንዓይ ከም ዝርዳእኒ ስለዚ እዚ ሓወቦይ እዚ ናይ ኤልሳ ጭሩም ገለ ግን ብዙሕ ክትገደሰሉ ገለ ይብልካ ዝበፅሖ ጉዳይ ገለ ይብሎም ንሳ ብሓንቲ ብሓንቲ ብሓንቲ ኣርቲክል ብክልተ ኣርቲክል ጌራ ዝተረዲእካሉ ጠጠው ከተብሎም ግለ ትኽእል እያ። ውፉይ ሓደ ግዜ ኢንግሊሽ ግለ ጽሒፉ ኣብ ፌስቡክ ኣይረኣኻያን ዲኻ ክንደይ ክንደይ ሰባት የላጉጽሉ ግለ ነይሮም ክንደይ ሰባት የላጉጽሉ ግለ ነይሮም ሓደ ናይ ጉጽሉ ገለ ነይሮም ሓደ ናይ ኢልካ እስኻ ትሓስብ ካልኣይ መሳርሕታ ኣለዋ ኣነ እቲ ካሓዳማት ምዃኖም እዩ ኣነ ዝገርመኒ ንወዲ ሞባእ ተረዲእካሉ ክቐትልዎ ገለ ኢሎም ካብ ኢትዮጵያ መዚሒቓ ብመንገዲ ኬንያ ገለ ጌራ ንወዲ ሞባእ ባዕሉ ምስክርነት ገለ ዝሃበ ካብ ኣፍ ሞት ገለ ዘውፀቶ ኤልሳ ጭሩም ደይኮነትን ካብ በዓል ጁባ ድዩ ካብ በዓል ጅቡቲ ድዩ መዓት መንእሰያት ተረዲእካሉ ድዩ ወተሃደራት ብጉሩብ ዝሰገሩ መዚሒቓ ገለ ደውፀቶም ኤልሳ ጭሩም ደገለ ኣይኮነትን ሓደ እቲ ዓይነት ወዲ ዓይነት ገለ ኣይትፈልጦን እያ ዓይነታዊት ገለ መታት ገለ ገለ ብል ነይሩ እቲ ሰልጠነ ልዕሊኡ ዓይነታዊ ኣሎ ድዩ? ልዕሊኡ ልዕሊ ሰልጠነሲ ዓይነታዊ እንተዘይከውን ሓደ ዓይነታዊ ንዓይነታዊሲ ንሓደ ንጹህ ሰብ ተረዲእካ ኣሎ ዓይነታዊ ገለ ኢሉ ከጸግዓሉ ገለ ኣይክእልን ንህዝቢ ሓማሴን ተረዲእካ ኣሎ ዓሰርተ ዓመት ደይኮነን ጸሪፎ ሰልጠነ ንህዝቢ ሰራይ ውሽጢ ውሽጢ ተረዲእካ ኣሎ ነዚ ቃልሲ ፋሕ ቢሎ ገለ ዘሎ ሰልጠነ ደይኮነ እዚ እንዲታ ዓይነትነት ኤልሳ ጭሩምስ ብዛዕባ ዓይነት ድዩ ብዛዕባ ዓዲ ድዩ ብዛዕባ ዓጽሚ ድዩ ብዛዕባ ደም ድዩ ኣበይ ኣበይ ክትዛረብ ሰሚዕናያ ገለ ንፈልጥ እሳ በታ ናይ ትካላዊ ኣሰራርሓኣ ናታ ብሕጋዊ መንገዲ እያ ትልጥፍ ኣብ ናታ ፌስቡክ ድዩ ኣብ ናታ ማሕበራዊ መራኸቢታት ገለ ማለት እዩ ክንዲ ቅንጣብስ ክረኽቡላ ገለ ኣይኮኑን እዮም እታ ሕመረት ግን ክነግረካ ሓውበይ ንኤልሳ ጭሩም ልዕሊ ኣርባዕተ ዓመት ሓሙሽተ ዓመት ተረዲእካ ኣሎ ፈታቲኖማ እዮም ክትኮሶም እንድሕር ደልኻ እብለካ ኣለኹ እቲ ብመልክዓ ድዩ ብፍዚካላ ድዩ ብጓላ ድዩ ገለመለታት ገለገለ ድጸርፍዋ ገለ ዝነበሩ ኣምጽእ ኣቢላስ ኩሉ እቲ ቪድዮታት ምሳና ኣሎ ኣምጽእ ኣቢላስ እዩ ተረዲእካ ኣሎ ድዩ ከምቲ ንግሆ ትብሎ ገለ ዝነበርካ እዘን ደቀቕቲ ጉዕ ናይ ፍሊፕን ጨው ምስኣ ድቁስ ኣቢልካ ኣብ ማዓኮሮም ክትውክል
ጉረ ጉረ መሸማዕ ዘንኩል
ያ መሸማዕ ዘንኩል ማለት እዩ ብኡ ጌራ ሲ ተረዲእካ ኣሎ ከምዘይ ወጽእ ገለ ጌራ ንኣርባዕተ ወር ሓሙሽተ ወር ሕስ ክትርቆርቆሎም ገለ ትኽእል እያ ኣብ መዓኮሮም ገለ ማለት እዩ ክትርቆርቆሎም ገለ ትኽእል እያ ኣብ ልዕሊኣ ዝተገብረ ካራክተር ኣብ ልዕሊኣ ዝተገብረ ካራክተር ኣሳስነሽን ኣብዚ ኣርባዕተ ዓመት ሓሙሽተ ዓመት በዓል ሰልጠነ እንታይ ኢሎም ጸርፏ ነይሮም ቶም ካልኦት እንታይ ኢሎም ጸርፏ ገለ ነይሮም ኩሉ ስኑ ድዩ ክትርኳዓሎም ድሕር ደልያ ክትርኳዓሎም ገለ ትኽእል እያ እቲ ዓይለታውነት ገለ ዝብሎ ገለ ዘሎ ከኣ ዓይለታውነትስ ናብኣ ቀሪቡ ገለ ኣይፈልጥን ተረዲእካ እዚ ናይ ብቀዳማይ ኣጋጢምና ገለ ዝነበረ እንድሕር በቲ ንሶም ዓይለታዊት ገለ ዝብልዋ ገለ ዘለዉ ደኣሞ እንታይ እንታይ ድዩ ኣጋጢሙ ርኢኻያ እንዲኻ እንታይ ዶ ይሕፋትልና እያ ናዕና ዓይነት ኣይትፈልጦን እያ ንሳ ዓጽሚ ወዲ ዓጽሚ ከምቲ ንሶም በቃ ዓጽሚ ደም ገለመለታት ገለገለ ዓይነት ዓዲ ወዲ ዓዲ ክቆጽርዎ ገለ ዝውዕሉ ምሳኣ የለን ሰምርሓ ከኣ ከፍቅደላ ገለ ይክእልን እዩ። ደሞም እኳ ኦክስጅን ዘይብሉ ቀጠልያ እኳ ደሞም እዚኦም ትሪኦም ዘላ ኦክስጅን።